ኣብ ሹቅ ትሽየጥ ሓንቲ ስእሊ ኣላ ኣብ ኣስመራ ናይ ቅዱስ ሚካኤል እያ። እቲ ቅዱስ ሚካኤል ዝረገጾ ሰብ ኤርትራዊ እዩ ዝመስል። ክትርእይዎ ከለኹም ትፈልጥዎ ሰብ እዩ ዝመስል። እቲ ፍሉጥ እዩ እንግሊዛዊ እዩ ዝመስል ቅዱስ ሚካኤል፣ እቲ ግን ኤርትራዊ እዩ ዝመስል። ኮሪታ ወደስ መራ ብዙህ ንሪኦም ዓይነት ሰባት እዩ ዝመስል። ሕጅስ ሓቲተ በብገዝኡ ድማ ትረክቦ ብፍላይ ኣባሻውል ሞሊኡ ኣሎ እሱ ብጣዕሚ እዮም ዝፈትዎ ይሃቶም እዚ እንታይ እዩ ይብሎ ሸይጣን እዚስ ቅዱስ ሚካኤል ይብላ ሕጂ እዚ ክነውፅኦ ንደፍር ዲና እንታይ ፀገም ኣለዎ ባህሊ ክበሃል ከሎ ምክንሻብ ባህሊ ነይሩ ጌጋዩ ተባሂሉ ኮሙስ ነመኣራርዮም ነገራት ይህልውና ዶ ኢለ ይሃስብ ሃንሳብ ሃንሳብ ናብ ሚካኤል ኣዶናይ ከይደ ሓንቲ ስራሕ ስራሕ ኣለ ኢለዮ እንታይ እያ ኢለኒ ነዚ ዝወደቀ ኣልዕሎ እሞ ኢለዮ እቲ ቅዱስ ሚካኤል ዝረገጾ ሰብኣይ ጽቡቕ ክዳን ክራቫታ ገሬ ጌርካ ክልቲኦም ሰኣሎም ኢለዮ ኣነ ሚካኤል ኣዶናይ እንዳተባሃልኩ ክተባእሰኒ ዲኻ ዘይከውን ነገር ሰኣላ የኮንኩን እምበር ኣልዒሌ ነቲ ንዓይ ዝመስል ሰብ ተዋሃደ ብሰንሰለት ገይሩ ሒዝዎ ቅዱስ ሚካኤል ናብ ቤት ፍርዲ ገሌ ክኸዱ እንተዝሰኣል መሃሸ ማለት ረጊፅዎ መን እዩ ስኢልዎ እዚ መን እዩ ዘተባብዕ ዘሎ እዚ ኣብ ሃደ ፈቃድ ደሌ ከይዴስ ኣብ ደብረ ቢዘን ክኸይድ ደሌስ ሃደ ቦታ ዋ ትጻረፍ እንዲካ ንሰምዓካ እንዲና ኢሎም ግደፍ ኢሎም ኣጠንቂቆምኒ እወ ሰንስቲቭ ኢሹ እዩ ግን ካብቲ ወራራት ሓደ እዩ ናይ ቀደም ናይ ሕጂ ሓደ ይኩን ኢለ ይኣምን እግዚኣብሔር ኣብ ስርሑ ኣይጋገን ንዓና በቃ እግዚኣብሔር ንዓና መስል ንኩሉ ሰብ መስል ካልኣይ እዚ ስእልታት ናይ ፃዕዳ ሰብኣይ ፀሊም ሰብኣይ ፀቂጥዎስ እቲ ቅዱስ ሚካኤል እቲ ሸይጣን ሕጂ ፀሊም ሸይጣን ድዩ ቅዱስ ሚካኤል ፃዕዳ ድዩ ሲ መን ይርእዎ መን በቃ እዚኦም መላእክቲ እዮም ኣይረሓዩን እዮም ዝረኣዮም የለን ቅዱስ ሚካኤል ንዓና መስል በቃ እቲ ሸይጣን ኩሎም ሓደ እዮም ንዓና እዮም ዝመስሉ በቃ ንሕና ንቅዱስ ሚካኤል መስል ፅቡቃት እዮም ንሕና ንእግዚኣብሔር እግዚኣብሔር በምሳል ፈጢሩ

ኣብኡ ክንሰግድ ኢና ኣብዚ ሃገርና እዚ ናይ ስእሊ ገለመለ ዝበሃል ክገርመካ ዘሕዝነካ ካብ ቤተክርስትያን ኣብዚ እተን ቤተክርስትያን እዮም ባዕሎም ክሸጥዎ ዝውዕሉ እዚ ሕጂ ክተርፍ ኣለዎ በቃ ኣዴ ማርያም ኣዴ ማርያም የስ ሰብ ነይራ በቃ ነዴ ማርያም ከምቲ ትመስል ኢልካ ክትቀብኣ ትኽእል ኢኻ በቃ ኣዴ ማርያም ኦኬ ሓደ ኣብ ገዛኻ የድልኒ ግን እንተጌርካዮ ናይ ኣዴ ማርያም ሰብ እያ በቃ ፅብቅ ሰበይቲ ስኢልካስ ኣዴ ማርያም እዚኣ እያ ገለ ነዚ ትመስል ነይራ ገለ ክትብል ትኽእል ኢኻ እግዚኣብሄር ግን ኣይሰኣልን እዩ ቅዱስ ሚካኤል ኣይሰኣልን እዩ ንዓና ክዕውኑ በቃ ንሕና ነብሰ ምትሓት ክንሳቐ ገለ ዘምፅኦ እምበር ከምኡ ኣይኮነን ሕጂ እዚ ዝኾነ ነገር ክንዛረበሉ ኣለና ክዕረ ዘለዎ ክዕረ ኣለዎ በቃ እዚኦም ኩሎም ንኣብነት ኣብ ኣምስተርዳም እዩ ኣብ ዓሰርተ ሓምሳ ክፍለ ዘመን ዋላ ገለ ስፒኖዛ ዝበሃል ፍላስፋስ እንታይ ብሎም ነይሩ ሽዑ እዚ ቅድሚ ሰለስተ ሽሕ ቅድሚ ኣርባዕተ ሽሕ ዓመት ዝነበረ ታሪክ ብዚ ሕጂ ዘለናዮስ ኣይቃዶን ሽዑ ዝነበረ ታሪክ ነብሲ እዋን ዝግባእ ነይሩ ከም ታሪክ ንፈጦ ኣለና እምበር ኣብርሃም ከምዚ ይገብር ነይሩ ወይ ሃዋርያ ቅዱስ ጳውሎስ ከምዚ ይገብር ነይሩ ኢልና ሕጂ ከምኡ ክንገብር ኣይንኽእልን ኢና። ሕጂ ምስዛ ሕጂ ዘላ ግዜ ከመይ ጌርና ንኽይድ ይብሎም ነይሩ። ሕጂ መናፍቕ ዶ ገለ መለ ይብልዎም ነይሩ። ሕጂ ከኣ ንሕና ሃዋርያ ቅዱስ ጳውሎስ በቃ ይህረም ይቕጥቀጥ እንተ ነይሩ ሕጂ ከምኡ ክትገብር ኣይትኽእልን ኢኻ። ሕጂ ከምኡ ክትገብር ተኾንካ ትእሰር ገበን ምቕጥቃጥ ምሰል። ሕጂ ግን ንሕና ብስነ ፍልጠታዊ ዝኾነ መንገዲ እዛ ናይ ኤርትራ ኦርቶዶክስ ምሳና ምስ መንነትና ምስ ታቦትና ብዘይ ተሰማሚዓ ከመይ ገርኣ ንቅድሚት ትኸይድ። እዚ ሓለፊ ሕጂ ሓሊፉ እዩ ንመልሶ ነገር የለን። እዚ ዘለዋ ግዕዝና ክዕረ ኣለዎ እቲ ፅቡቅ ፅቡቅ እቲ ግዕዝና ግን ክዕረ ኣለዎ እዚ ከዓ ነዚ ሕጂ ዘሎ መንእሰይ ወለዶ ናቱ ሓላፍነት እዩ ናይ ቀሺ ናይ ገለ ናይ ገለ ጥራይ ኣይኮነ በቃ ካህናትና እኩል ደሞዝ ክህልዎም ኣለዎ ፅቡቅ ገዛ ክህልዎም ኣለዎ በቃ ስርሖም ክህነ ጥራይ ክኾን ኣለዎ ዋላ እዞም መዛሙራን በቃ ሓደ ኣለዎ ተዚ ተጋጊ በረኸት ሽ መስለኒ ቀይሕ ወዲ ንፉዕ መዛሙራ ደስ ዝብለኒ ሕጂ ከም በዓል እዚኦም ዝኣመሰሉ ሰባት እኩል ደሞዝ ተኸፊሎም ምዝማር ጥራይ ስርሖም ኣብ ቤት ትምህርትታት ኣብ መዋእድ ህፃናት እንዳኸዱ ከዓ ንህፃናት እንታይ ይገብሩ መንፈሳዊ ትምህርቲ ምህሩ በቃ ደሞዝ ከዓ ክፈሉ በቃ ስርሖም ከዓ ከምኡ ጥራይ ይኮኑ ሞያ እዩ እዚ ክስታይ ኣይኮነን እዚ ንክትፀድቅ ኢልካ ትገብሮ ጉዳይ ኣይኮነን ንክትፀድቅ እንተደለካ ደኣ ምት እንዶ መንግስተ ሰማይ ኮ ሜትካ ሞት እያ ናብ መንግስተ ሰማይ ዝቀረበት መንገዲስ ሞት እያ ምት ተፀገም ኣሎ እዞም ሰባት እዚኣቶም ግን ከፍርዩ ኣለኹ እዚኦም ካህና እዚኣቶም ሕብረተሰብና ሰንበት ሰንበት ንሕናስ በቃ ናይ ሓደ ጳጳስ ናይ ሓደ ካህን መደረ ወይ ከዓ ኣስተምህሮ ክንሰምዕ ኣብ ቴሌቭዥን ናይ ሰዓዲያ ናይ ፍቅሪ ዓሲ ኩሉ እቲ ህዝብስ ሃረር ኢሉ ክጽበ ክኽእል ኣለዎ። ኣብ ቤት ትምህርትታት ከይዶም ደቅናስ በቃ እቶም መዋእለ ህጻናት ድዩ ገለ ከይዶም ከም በዓል እቲ በረኸት ድዮም ገለ ዝበሃሉ መዛሙራን መጺኦም ክምህርዎም መዝሙር ከስምዕዎም ገለ እቶም ደቅናስ እንታይ ክገብሩ ይኽእሉ ኣለዎም። በቃ ክሰምዑ ኣለዎም መንፈሳዊ ንቕሓቶም ዓቢ ክኾን ክኽእል ኣለዎ። ፈሪሕኻ ተሸቑሪርካ ቶ ፈሪሕና ገለ ግን እንታይ ክንኮን የብልናን። ንእዝጋብሄር ፈሪሕኻ ኣይትኣምኖን ኢኻ። ኣብ ኤርትራ ከኣ እዝጋብሄር ናትና ምሉእ ናጽነት እዩ ዝኣምን በቃ ንሕና እዝጋብሄር ናትና ባይዝጎ ኣብ ናጽነት ማረገ ሰብ ደለየ መጽሓፍ ቅዱስ የንድድ ተደልየ ንየሱስ ወጽዩ ጥረፎ ገለ በቃ ሽግር ዝበሃል የብልናን ነዛ ታቦትና ዕንጨቲ እያ እንተኢልና ግን ንዕኡ ናብ እስር ቤት ነእትዎ ሰብ ዋላ ኣብ ገበል ይመን ዋላ ገለ ይመን ገበሉ ወጽኡ ኣብ ጎደና ቆልዓ ሰበይቲ እንድሕር ኣሰንቢዱ ነቲ ገበል ናብ መከና እንስሳት ወሲና ንዕኡ ከዓ ናብ ፍርዲ ነእትዎ ሰብ ድላይ ናይ ምእማን መሰል ግን ኣሎ ኣብታ ገዝኡ ገበሉ ድዩ ገለ ግን ኣብታ ገዝኡ ይገባ
ናይ መላእኽቲ ስእሊ ክትሪኡ ከለኹም መልክዖም ኣይኮነን እቲ ዕላማ መልክዕ ናቱ ቅርፂ ናቱ ቁመት ናቱ ሕብሪ ናቱ ኣገዳሲ ይኮነን እቲ ዘገድስ ንመሃሮ ዘለና ዕላማ ናይ ቅዱሳት ስእላ ትምህርቲ ሃይማኖት ንምምሃር እዩ ስለዚ ናይ ቅድስቲ ስላሴ ክንሪኦ ከለና እቲ ስእሊ መልክዖም ዘይኮነ ብዛዕብኦም ዝነግረና፣ ብዛዕባ ሓድነቶምን ሰለስትነቶምን፣ ብዛዕባ ቅድሚ ዓለም ዝነበሩን ዘለኣለም ኮይኖም ከኣ ዝነብሩን ምዃኖም ዝገልጽ፣ ብዛዕባ ሓንቲ ዝፋን ከም ዘላቶም፣ ዝፋኖም ኪሩቤል ተሰኪምዎ ምህላው፣ ቅዱስ ሚካኤል ከነምጽእ ከለና ንሰይጣን ረጊጽዎ ገለ ስኣልና ኣለዋት ኣብዚ መወዳእታ ክንረኤና ሎሚ እንታይ እዩ ጸሊም ነቶም መላእኽቲ ጸዓዱ ነቶም ኣጋንንቲ ጸለምቲ ትገብሮም ኢሉ ናይ ዓሌትነት መንፈስ ዝሓትት ሰብ ከኣ ኣሎ ሓደ ሓደ ግዜ ከምኡ ዓይነት ሕቶ የምጽኣልካ ሰይጣን ምስ ዓሌትነት ዘተሓሕዝዎ ሰባት ከኣ ኣለዉ። ንዕኡ እውን ክርድኣና እንድሕር ኮይኑ ስለምንታይ እዮም ቅዱሳን ስእላት ዝሰኣሉ፣ ዕላማኦም እንታይ እዩ፣ እንታይ እዮም ዝምህሩ ምስ ተረድኣካ እዩ ዝርድኣካ። ጭርና ልክዕ እዩ ግን ናይ ፈጣሪ ስእሊ የለን ኦኬ ብኣምሳለ ዝሰኣል ያ ኦፍ ኮርስ ብሃውሪ ብግምት ዝሰኣል የስ ኦፍ ኮርስ ኣነ ኣብዚ ስእሊ ወዲ ስእሊ ቶታሊ እየ ዘይኣምነሉ ፋክት ዶ ክነግረኩም ኣነ ምስዞም ኣቦና እየ ዝሰማማዕ እዚ ስእሊ ምእልስ እየ ዝብለኩም ዘለኹ ንዓይ ኣንጻር መጽሓፍ ቅዱስ እዩ ኣንጻር እቲ ጽሑፍ እዩ ዋ ስለምንታይ እዩ መጽሓፍ ቅዱስ እኮ ጽሑፍ እኳ ዘለዎ ኣብ ስእሊ ምእሊ ሲ በቃ ኣይተምልኹ እኳ እዩ ዝብለካ ባዕሉ ጣዖት እኳ እዩ ዝብለካ እቲ ስእሊ ምምላኽ ንባዕሉ እዚ የሱስ ክርስቶስ ኢሎም ስእሊ ዘርእዩና ኣክተራት ኣብ በዓል ዓዲ እንግሊዝ ዘለዉ እኳ እዮም እንታይ ኮን ክትርእዩና ትደልዩ ዘሎ ካብ ድንቁርና ንውፃእ ካብ ድንቁርና ንውፃእ ሓደ ሓደ ግዜ ሲ ኮመን ሰንስ ዝበሃል እውን ከሎ እዩ ብዓብዪ ብዙ ሕጂ ብፍላይ መዘራረቢ ኮይኑ ዘሎ በዚ ጥቕሲ ጌርካ ምስ ረዳእካዮም መጽሓፍ ቅዱስ ቅዱሳት ስእላት ከም ዘይቃወም ንቅዱሳት ስእላት ክብሪ ክንህቦም ከም ዝግብኣና የረጋግጸልና እዩ ኢልካ ምስ ረዳእካዮም ሰይጣን ዋላ ጥቕሲ ተጠፍኡ ሽዑ ናበይ ይኸይድ ካልእ ምክንያት የምጽኡ ንስኻትኩም እኳ እሞ ሽዑ ናበይ ይኸዱ ናይ ኣክተራት ፊልም ዝዋስኡ ሰባት እኮ ኢኹም መድሃኒኣለም ኢልኩም ክትሰግድሉ ትውዕሉ እዚኦም እኮ ክስቶ ዝተባህለ ኣክተር እዩ እዚ እኮ ክስቶ ዝተባህለ ኣክተር እዩ እዚ እኮ ከምዚ ዝተባህለ ኣክተር እዩ ኢሉ ከኣ ናብ ካልእ ይከይድ ሽግርካ ናይ ብሓቂ ኣክተር ምኳኑ ኣይኮነን እሱ ኣይኮነን ግን ምክንያት ንምድርዳር እዩ ኣብ ብሉይ ኪዳን ነቦና ሙሴ ትእዛዝ ስእሊ ክስእል ከምዘለዎ ናይ ቅዱሳት መላእክቲ ስእሊ ናይ ቅዱሳት መላእኽቲ ስእሊ ክስእል ንመጀመርታ ትእዛዝ ዝተዋህቦ ንቦና ሙሴ እዩ ኣብ መጽሓፍ ቅዱስ። ስለዚ ናይ መጀመርታ ካብ ቅዱሳን ኣቦታት ሰኣሊ ዝበሃል ከኣ ናይ መጀመርታ ኣቦና ሙሴ እዩ። ምናልባት ነቲ ስእሊ መን ክስእሎ ኣለዎ፣ ብኸመይ ዓይነት መገዲ ክሰኣል ኣለዎ፣ ክንደይ ሜ- ሰንቲሜተር ክኸውን ኣለዎ፣ ኩሉ ዓቐኑ ነጊሩ ነቦና ሙሴ ምስ ተዛረቦ፣ ንዕኡ ዝተሓረዩ ሰባት ከኣ ከዳልውዎ ኣቦና ሙሴ ከም ዝኣዘዞም መጽሓፍ ቅዱስ ይነግረና። ስለዚ ናይ መጀመርታ ስእሊ ናይ ቅዱሳት ክስእል ዝተኣዘዘ ሊቀ ነብያት ሙሴ እዩ። ኣብ ኦሪት ዘጸኣት ምዕራፍ ዕስራን ሓሙሽተን ፍቕዲ ዓሰርተ ሸሞንተ እንታይ ዝብል ቃል ኣሎ? ክልተ ኪሩቤል ካብ ወርቂ ክትገብር ኢኻ፣ ቀጥቂጥካ ትሰርሖም እሞ ኣብ መኽደኒ እቲ መቕድቲ ዓረቒ ኣብ ክልተ ወሰኑ ትገብሮም። ክልተ ኪሩቤል ካብ ወርቂ ጌርካ ስራሕ፣ ቀጥቂጥካ ስራሕ ተባሂሉ ንኣቦና ሙሴ ተዋሂብዎ ትእዛዝ። ኪሩቤል ምናልባት ኣብቲ ዝመጽእ ዝርዝር ብሓደ ብሓደ ክርእየኩም ከለኹ ዋላ ተኽኢሉ እውን ናይቲ ስእሊ እናረኣኹ በዚ ቪድዮ ጌረ እቶም ስእልታት እንታይ እንታይ ምስጢራዊ ትርጉም ኣለዎም ከርእየኩም ክፍትን እየ። ኪሩቤል እንታይ ምዃኖም እውን ኣብኡ ክንርእዮ ኢና ጽቡቕ ጌርና። ብሓጺሩ ግን ኪሩቤል ካብ ቅዱሳን መላእኽቲ እዮም። ናይ እግዚኣብሄር ዙፋን ዝስከሙ ኪሩቤል እዮም። እዞም መላእኽቲ እዚኦም እዮም ኣብ መጽሓፍ ቅዱስ ብዙሕ ግዜ ተደጋጋሚ ዝተጻሕፈ ስም ናይ ቅዱሳት መላእኽት እዚ ቺሩቤል ዝብል ቃል እዩ። እግዚኣብሄር ኣብ ልዕሊ ቺሩቤል ተቐሚጡ ነበረ ይብል ዳዊት። ቺሩቤል ንእግዚኣብሄር ታቦት እግዚኣብሄር ኣብ ርእሲ ቺሩቤል ትቕመጥ ነይራ። ስለዚ ብሓጺሩ ቺሩቤል መላእኽት እዮም። መላእኽት እዮም። ናይ ቺሩቤል ስእሊ፣ ምስሊ፣ ግበር ኢሉ ዝኣዘዘ ድማ እግዚኣብሄር እዩ። ዝኣዘዞ ድማ ንመጀመርታ ንሊቀ ነብያት ሙሴ እዩ። ትሕት ኢልና ኦሪት ዘጽኣት ምዕራፍ ዕስራን ሽዱሽተን ፍቕዲ ሰላሳን ሓደን ከኣ እንታይ ዝብል ቃል ኣሎ ድማ ሰማያዊን ሕብሪ ደምን ጽሩይ ቀይሕን እተፋሕሰ ልሕጽን ጣጢዕን ጌርካ መጋረጃ ግበር። ምስ ብብልሓት እተገብረ ቺሩቤል ይገበር ኢሉ እውን ኣብቲ መጋረጃ ቺሩቤል ክግበር ከም ዘለዎ ይእዝዞ እግዚኣብሄር። ቺሩቤል ሕጂ እውን ናይ መላእኽቲ ስእሊ እዩ። ኣብ ኦሪት ዘጸኣት ምዕራፍ ሰላሳን ሓደን ካብ ፍቕዲ ሓደ ጀሚሩ ኸኣ እንታይ ዝብል ኣሎ? እግዚኣብሄር ድማ ንሙሴ ከምዚ ኢሉ ተዛረቦ፣ እንሆ፣ ንባስልኤል ወዲ ኡሪ ወዲ ሁር ካብ ነገድ ይሁዳ ብስሙ ጸዊዐዮ ኣሎኹ፣ ንጥበብን ንምስትውዓልን ንፍልጠትን ንዅሉ ዓይነት ዕዮ ኣብ ወርቅን ብሩርን ኣስራዝን ንምዕያይ ጥበብ ኪሓስብ፣ ንምዝናቕ ዚኸውን ኣእማን ኪቐርጽ፣ ዕንጨይቲውን ንምጽራብ ኵሉ ዕዮ ንምግባር መንፈስ ኣምላኽ መሊኤዮ ኣሎኹ ይብል። ስለዚ እግዚኣብሄር ኣምላኽ ነዚ ቅርጺ እዚ ዝገብሩ፣ ናይ መላእኽቲ ስእሊ ክስእሉ ዝኽእሉ፣ ነቲ ናይ ቤተ ክርስቲያን ንዋየ ቅድሳት ከዳልዉ ዝኽእሉ ጥበበኛታት፣ ብልሓተኛታት፣ ጥበብ ኩሉ ካብ እግዚኣብሄር እዩ ዝርከብ። ስለዚ ከምኣቶም ከዳሉ እየ፣ መንፈሰይ ኣብኦም ከሕድር እየ፣ ነዚ ጥበብ እዚ ምእንቲ ክገብሩ ኢሉ። ስለዚ ናይ ኣርት ተውህቦ ዘለና ሰባት ናይ ስእሊ ተውህቦ ዘለና ሰባት እዚ ውህበት እዚ ናይ እግዚኣብሄር ህያብ እዩ መንፈሰይ ኣብኣቶም ክመልእ እየ ኢሉ ንምዝናዕ እውን ይቕሬታ መንፈስ ኣምላኽ መሊእ እየ ኣለኹ እንሆ ከዓ ንኦሆልያብ ወዲ ኣሒሳማክ ካብ ነገድ ዳን ምስኡ ገይረየ ኣለኹ ዝተሓጋገዞ ማለት እዩ እቲ ዝኣዘዝኩኻ ኵሉ ምእንቲ ኺገብሩ ኸኣ፣ ኣብ ልቢ ዅሎም ብልሓተኛታት ጥበብ ኣንቢረ ኣሎኹ ኢሉ። ስለዚ፣ እዞም ሰኣልቲ እዚኦም፣ ንእግረ መገድና እውን ክንመሃሮ ዘለና፣ ቅዱሳት ኣሳእል ስቕ ኢልካ ኣይኰነን ዚሰኣል። ክትሰኣል እንተ ዀይኑ፣ ኣቦታትና ቐደም ብጾም ብጸሎት ተሰኒዮም፣ ምስጢራት ናይቲ ቅዱሳት ኣሳእል ተረዲኦም፣ ፈሊጦም፣ እንታይ እዩ ዚውክል፣ እንታይ እዩ ምስጢሩ ፈሊጦም፣ ናይ እግዚኣብሄር ውህበት ዓሲልዎም፣ ብጥበብ እግዚኣብሄር ተመሪሕካ እንተ ዘይኰይኑ፣ ብሽም ክእለት ኣለኒ ኢልካስ ኢልካ ዝሕንጠጥ ውን ኣይኮነን ሕጂ እቲ ቀንዲ ዘካትዓና ደሎ ሽግር እሱ እዩ መን እዩ ሰኣሊ ኦም ዘይፈልጥ ደኣ ዘይፈለጡ ኣሳእሊ ሒዝና ደለና መወዳእታ መብርሂ ናቱ ስለ ንህብ ኣብቲ ናቱ ክፋል ምስ በጻሕና ኣብዚ ጠቂሰ ይርእየን እየ እንተኾነ ግን እዚ መጀመርታ ቅዱሳት ኣሳእል ንኽሰኣሉ ትእዛዝ ዝሃበ እግዚኣብሄር ትእዛዝ ዝሃቦ ንሊቀ ነብያት ሙሴ ምስኡ ድማ በዓል መን እዮም ነዚ ክሰርሕዎ ዘለዎም ነቶም ሰባት ውን መሪጹ ጥበብ መሊእዎም በዚ ተመሪሖም ቅዱሳት ስእላት ስኢሎም ስለዚ ናይ ቅዱሳት ስእላት ቀንዲ መምርሒ ዝተዋህበና ካብ እግዚኣብሔርን ካብቶም ብእግዚኣብሔር ዝተላእኹ ነቢያትን እዩ። ብጀካይ ካልኦት ኣማልኽቲ ኣይሃልዉኻ ቅድም ነዚኣ ክንትርጉማ ኢና ሓደ ብሓደ ክንርኢ መታን ብጀካይ ካልኦት ኣማልኽቲ ኣይሃልዉኻ ጽቡቕ። በዚ ጥቕስዚ ዘይሰማማዕ ሰብ መን ኣሎ? በዚ ጥቕስዚ ዘይሰማማዕ ኣምላኽ ዘይኣምን ኣብ ጣኦት ዝኣምን ሰብ ጥራይ እዩ። ንሕና ኣምላከ ኣማልክት፣ እግዚእ ኣጋእዝት ወንጉሠ ነገሥት ንብሎ ኢየሱስ ክርስቶስ ኣምላኽና ሓደ ኣምላኽ እሱ እዩ። ብዘይካኻ ካልእ ኣምላኽ ኣይንፈልጥን እና እንብሎ ሓደ ኣምላኽና ንሱ እዩ። ብዘይክኡ ካልኦት ኣማልኽቲ የብልናን። እዛ ቃል ከኣ ብጀካይ ካልኦት ኣማልኽቲ ኣይሃልዉኻ ኢሉ። ሕጂ ብዚኣያ ሰብ ተዳናግሮም እንታይ እያ ኣማልኽቲ ማለት መላእኽቲ ኢሎም ትርጉሙላ። እያ እታ ሽግር። መጽሓፍ ቅዱስ ብዘካይ ካልኦት ኣማልኽቲ ኣይሃልዉኻ እንዲ ዝብል። ኣብ ገዛኹም ገብርኤል ኣሎ፣ ሚካኤል ኣሎ፣ ካልኦ ብዙሓት መላእኽቲ ኣሎ፣ ኣማልኽቲ ኣለዎም። ሚካኤል፣ ገብርኤል፣ ሩፋኤል እዚኣቶም መላእኽቲ ደኣ እምበር ኣማልኽቲ ኣይኮኑን። ኣብነ ኣረጋዊ፣ ኣቡነ ገብረመንፈስ ቅዱስ፣ ኣቡነ ተክለሃይማኖት እዚኣቶም ጻድቃን ደኣ እምበር ኣማልኽቲ ኣይኮኑን። ስለዚ ካልኦት ኣማልኽቲ የብልናን ኣይትሓስዉ። ብዘይካ ኢየሱስ ክርስቶስ ካልእ ኣምላኽ የብልናን ኣይትሓስዉ። ብጀካይ ካልኦት ኣማልኽቲ ኣይሃልዉኻ ኢሉ እወ መላእኽቲ ኣይሃልዉኻ ኢሉ ኣይበለን። ሚካኤል ኣምላኽ እዩ ኣይኮነን። ገብርኤል ኣምላኽ እዩ ኣይኮነን። ሩፋኤል ኣምላኪ ኣይኮነን እዚኦም እንታይ እዮም መላእክቲ ካልኦት መላእክቲ ኣይበለን ካልኦት ኣማልክቲ ኣማልክቲ ከታይ ማለት እዩ ኣማልክቲ ኣምላኽ ሓደ እዩ ኣምላኽ ሓደ እዩ ክባዛሕ እንድሕር ኮይኑ እንታይ ይኸውን ኣማልክቲ ኣምላኽ ከኣ ኣይባዛሕን እዩ እንተ ተባዚሑ ሽግር መጺኡ ኣሎ ማለት እዩ ኣማልኽቲ ተይልካ ናይ ሓሶት ኣማልኽቲ ጣኦታት ናልባት ኣብ ዝርዝር ተኣቲና ናይ ጸጋ ኣማልኽቲ ውን ቅዱሳን ክህልዉ እንድዮም ናይ ጸጋ ኣማልኽቲ ከምቲ ንሙሴ ኣብ ቅድሚ ፈርኦን ኣምላኽ ጌረካ ኣለኹ ዝተባህለ እዛ ቃል እዚኣ ግን ንጣኦታት እያ ጣኦታት ኣይሪኡ ኣይሰምዑ እዚ ማርሞ ማለት እዚ ንማርሞ ንዕንጨት ዝተነገረ እዩ ንማርሞን ንዕንጨትን ምስ ቅዱሳት መላእኽቲ ምስ ሚካኤል ምስ ገብርኤል እናዋዳደርካ ምትርጓም ኣረ ክንደይ ስሕተት መስለኩም ስለዚ ብጀካይ ካልኦት ኣማልኽቲ ኣይሃልውኻ የብልናን ኣርባዕተ ነጥቢ ተወዲኣ ሚካኤል ኣምላኽ ኣይኮነን ሚካኤልን ገብርኤልን ኣማልኽቲ ይኮኑን መላእኽቲ መላእኽቲ ትግበር ዝብል ከዓ የለን እኳ ደኣ ብኣንጻሩ ናይ ቅዱሳን መላእኽቲ ስእሊ ግበር ኢሉ ዝኣዘዘ እግዚኣብሔር እዩ ከምቲ ክንርእዮ ዝጸናሕና። ንቐጽል ኣብ ላዕሊ ኣብ ሰማይ ካብ ዘለዉ ኣብ ታሕቲ ድማ ኣብ ምድሪ ካብ ዘለዉ ኣብ ማይ ከኣ ኣብ ትሕቲ ምድሪ ካብ ዘለዉ ምስልን ስእልን ዘበለ ንኣኻ ኣይትግበር። ኣርእስታ ተረዲኣትና ኣላ። ኣብዚኣ ኣቦና ሙሴ ክዛረብ እግዚኣብሄር ነቦና ሙሴ ክዛረቦ ደልዩ ዘሎ ብዘይካ እግዚኣብሄር ካልኦት ኣማልኽቲ ካልእ ፈጣሪ ኣሎ ኢሉ ሰብ ከይኣምን ምኽንያቱ በዓል ግብጺ እንከለዉ ኣብ ግብጺ መዓት ኣማልኽቲ እዮም ደለዉ ጣኦታት ዝበሃሉ ሓደ ንዕንጨት ሓደ ንሓጺን ሓደ ንገረብ ሓደ ንጸሓይ ሓደ ንኮኾብ ሓደ ንወርሒ ነናቶም ኣማልኽቲ ኣለዎም ነናቶም ኣማልኽቲ፣ ናይ ጸሓይ ኣምላኽ፣ ናይ ንፋስ ኣምላኽ፣ ናይ መልክዕ ኣምላኽ፣ ናይ ገለ ኣምላኽ ዝበሃሉ ጣኦታት፣ ናይ ሓሰውቲ ኣማልኽቲ። ህዝቢ ከምቲ ኣብ ግብጺ ዝለመዶ ከምኡ ዓይነት ጣኦት ንርእሱ ከይገብር ኣምላኽ የጠንቅቕ ኣሎ ሕጂ ብሙሴ። ካልኦት ኣማልኽቲ ብጀካይ ኣይትግበር። ኣብ ላዕሊ ካብ ዘሎ ክብል ከሎ መን እዩ ብ ላዕሊ ዘሎ? ጸሓይ፣ ወርሒ፣ ከዋኽብቲ ንስነ ፍጥረት ፈጣሪ ኢሎም ከየመስግኑ እዩ። እዞም ዓዲ ዓድና ዘለናያ ታይ እያ ሕጂ ዞንዳኽ ኢና ንብል ሰንበታ ክንዲ ንብል ዞንዳኽ ዞንዳኽ ማለት ናይ ጸሓይ መዓልቲ ምክንያቱ ናይ ጸሓይ ዘምልኹ ሰባት ዝግለጽሉ እዩ ዋላ ብ እንግሊሽ ተርኢናዮ ካብ ሰንበት ክሳብ ሰኑይ ዘሎ ናይ ጣኦታት ኣስማት እዩ እቶም ናይ ታሪኽ ተመራመርቲ ከም ጽሑፎ ካብ ሰንበት ክሳዕ ሰኑይ ክሳብ ቀዳም ይቕሬታ ሰንበት ሶኑይ ሰሉስ ረቡዕ ሓሙስ ዓርቢ ቀዳም ኩላተን እዚኤን ብእንግሊሽ ይኹን ዋላ በዚ ናትና ዓዲ ዘለናዮ ናይቶም ጣኦታት ኣስማት እዩ ስለዚ ዞንዳኽ ተይሉ ናይ ፀሓይ መዓልቲ ናይ ፀሓይ ፀሓይ ኣምላኽ ኢሎም ዝኣምኑ ዝነበሩ ሰባት ዝውክል እዩ ማንዳኽ ተይሉ ማን ከዓ በዛ ዓዲ ከዓ ወርሒ እያ ብወርሒ ብጸሓይ ብከዋኽብቲ ኣብ ሰማያት ተደለው እናረኣዩ ቧእ ነዛ ዓለም እዚኣ ዝመርሓ ዘሎስ እዚ ሓያል ኮኾብዚ እዩ ኢሎም ኮኾብ ኣብ ገዝኦም ስኢሎም በቃ ኣምላኸይ ፈጣሪየይ ዝናብ ተምጽእ ንስኻ ዝናም እተኽይድ ንስኻ ኢሉ ዝሰግደሉ ሰብ ኣሎ ስእሊ ናቱ ገይሩ ከምኡ ከይትገብሩ ኣብ ሰማይ ካብ ዘሎ ወይስ ኣብ ምድሪ ኣብ ምድሪ ከዓ ከምዚ ዝበልኩኹም ናይ ዕንጨት ኣለዉ ናይ ሓጺን ናይ ኣስራዚ ናይ ብሩር ዝተፈላለየ ኣብ ትሕቲ ምድሪ ኣብ ትሕቲ መሬት ኣብ ትሕቲ ቃላይ ኣብ ባሕሪ ኸኣ ብዙሓት እንስሳታት ኣለዉ ኣብ ባሕሪ ዝነብሩ ዓበይቲ እንስሳታት ዝፍርሑ እንስሳታት እናውጻኻ ከም ኣምላኽ ዝረኣዩ ኣለዉ እቲ ዓሻ ሰብ ንዕኦም ከም ኣማልኽቲ ይቖጽሮም እግዚኣብሄር ነዚ ይጸልኡ ነዚኦም ኣብ ገዛኹም ኮፍ ኣቢልኩም ኣይርእዩ ኣይሰምዑ ብስእሊ ኣቐሚጥኩም ኣምላኽ ኢልኩም ክትሰግድሎም እዚ ጌጋ እዩ እዚ ዝገብር ኦርቶዶክሳዊ ከኣ የብሉን ስለዚ እዚ ቃል ንዓና ዝጥቀስ ቃል ኣይኮነን ኣብ ላዕሊ ኣብ ሰማይ ካብ ዘለዉ ዝብል ነቶም ዝበልኩኹም ፍጥረታት ናይ እግዚኣብሔር እምበር ንመላእኽቲ ንገለ ዘመልክት ኣይኮነን ኣብ ታሕቲ ድማ ኣብ ምድሪ ካብ ዘለዉ ዝብል ነዞም ብኢድ ሰብ ዝስርሑ ጣኦታት እዩ ኣብ ማይ ከ ኣብ ትሕቲ ምድሪ ካብ ዘለዉ ምስልን ስእልን ንኣኻ ዘበለ ኣይትግበር ስለዚ ምስልን ስእልን ኣብ ክልተ ንኽፈሎ። ምስልን ስእልን፣ ርኹሳት ኣሳእል ኣለዉ፣ ቅዱሳት ኣሳእል ኣለዉ። ርኹሳት ኣሳእል ናይ ጣኦታት ናይቶም ኣማልኽቲ ተባሂሎም ዘለዉ ጣኦታት ኣሳእል ርኹሳት እዮም፣ ፍንፉናት እዮም። ነቢያት ይሰባብርዎም ነይሮም፣ ሃዋርያት ይሰባብርዎም ነይሮም፣ ጣኦታት ስለ ዝኾኑ ናቶም ኣምላኽነት ክጠፍእ ኣለዎ ናይ ሓሶት ስለ ዝኾነ ምስሎም ስእሎም ክጠፍእ ኣለዎ ናይ ሓሶት ስለ ዝኾነ ስለዚ ብዛዕባ ርኹሳት ኣሳእል ዝተነገረ ጥቕሲ ንቅዱሳት ኣሳእል ወሲድካ ምጥቃስ እዩ ንብዙሕ ሰብ ዘጋግየ ዘሎ እግዚኣብሄር ብዛዕባ ርኹሳት ኣሳእል እምበር ብዛዕባ ቅዱሳት ኣሳእል ኣይከልከለን እስኪ ሕሰብዎ እግዚኣብሄር ባዕሉ ብቓሉ፣ ንሊቀ ነብያት ሙሴ፣ ምስልን ስእልን ንዓኻ ግበር፣ ኪሩቤል ስኣለሉ ኢሉ ዝነገረ ኣምላኽ፣ ተገልቢጡ ድማ ምስልን ስእልን ንዓኻ ኣይትግበር ኢሉ ከፍርሶ ኢልኩም ትሓስቡ?

ኣብ ዩቲብ ንስኹም ኣብ ዘይነበርኩምሉ ገሊኹም ተኸታቲልኩሞ ትኾኑ ላይፍ ካብቲ ከምቲ ኣቐዲመ ዝነገርኩኹም ኣብ መንጎ መንጎ ግዜ ኣብ ዝረኸብኩሉ ኣስካ ዓቢለኩም ዩቲብ ከይደ ይምህር ኣለኹ ስለዚ ኣብ ዝሓለፈ ክፋል ኣብኡ ኣብቲ ዩቲብ ዝተምሃረ ብዛዕባ ናይ ቅዱሳት ስእላት ጥቕሚ ኢለ ምስ ጀመርኩ ትምህርቲ ሃይማኖት ንምምሃር ይጠቕመና ትብል ኣርእስቲ ወዲእና ኔርና። ቁሩብ መዘኻኸሪ ክደግመልኩም ማለት ኢዩ። ቅዱሳት ኣሳእል ክሰኣሉ ከለዉ ኣብ ቤተ ክርስትያን ናይቲ ትርእይዎ ስእሊ ናይቲ ሰብ ንኣብነት ናይ ወላዲት ኣምላክ ቅድስቲ ድንግል ማርያም ስእሊ ክትርኢ ከለኻ መልክዓ፣ ቁመታ፣ ቅርጻ ገለመለ እዚ እዩ ማለት ኣይኮነን። ዕላምኡ እሱ ኣይኮነን። ናይ ቅድስቲ ስላሴ ስእሊ ክትሪኡ ከለኹም ቅርጾም፣ መልክዖም ልክዕ እዚ እዩ ማለት ኣይኮነን። ናይ ጻድቃን ናይ ቅዱሳን ናይ ሊቃውንት ናይ መላእኽቲ ስእሊ ክትሪኡ ከለኹም መልክዖም ኣይኮነን እቲ ዕላማ መልክዕ ናቱ ቅርፂ ናቱ ቁመት ናቱ ሕብሪ ናቱ ኣገዳሲ ይኮነን እቲ ዘገድስ ንመሃሮ ዘለና ዕላማ ናይ ቅዱሳት ስእላት ትምህርቲ ሃይማኖት ንምምሃር እዩ ስለዚ ናይ ቅድስቲ ስላሴ ክንሪኦ ከለና እቲ ስእሊ መልክዖም ዘይኮነ ብዛዕብኦም ዝነግረና፣ ብዛዕባ ሓድነቶምን ሰለስትነቶምን፣ ብዛዕባ ቅድሚ ዓለም ዝነበሩን ዘለኣለም ኮይኖም ከኣ ዝነብሩን ምዃኖም ዝገልጽ፣ ብዛዕባ ሓንቲ ዝፋን ከም ዘላቶም፣ ዝፋኖም ኪሩቤል ተሰኪምዎ ምህላው፣ ቅዱስ ሚካኤል ከነምጽእ ከለና ንሰይጣን ረጊጽዎ ገለ ስኣል ምናልባት ኣብዚ መወዳእታ ክንርኢ ኢና ሎሚ እንታይ እዩ ጸሊም ነቶም መላእኽቲ ጸዓዱ ነቶም ኣጋንንቲ ጸለምቲ ትገብሮም ኢሉ ናይ ዓሌትነት መንፈስ ዝሓትት ሰብ ከኣ ኣሎ ሓደ ሓደ ግዜ ከምኡ ዓይነት ሕቶ የምጽኣልካ ሰይጣን ምስ ዓሌትነት ዘተሓሕዝዎ ሰባት ከኣ ኣለዉ። ንዕኡ እውን ክርድኣና እንድሕር ኮይኑ ስለምንታይ እዮም ቅዱሳን ስእላት ዝሰኣሉ ዕላማኦም እንታይ እዩ እንታይ እዮም ዝምህሩ ምስ ተረድኣካ እዩ ዝርድኣካ። ስለዚ መልክዖም ቁመቶም ቅርጾም ዘይኮነ እቲ ግዳማዊ ነገር ሃይማኖታዊ ትሕዝቱ ቅዱስ ሚካኤል ንዲያብሎስ ረጊፅዎ ንርኢ

ስእሊ ክሰኣል ከሎ ከምቲ ዝበልኩኹም ሃይማኖታዊ ነገር መምሃሪ ስለ ዝኾነ ኣብ ርእሲ እቲ ንኣምልኾት እንፍጽመሉ ካልእ መሳርሒ ማለት እዩ ሃይማኖታዊ ነገር በቃ እቲ መጽሓፍ ቅዱስ ዘሎ ብስእሊ ጌርካ ዝገልጽ ምዃኑ ኣብ ዝሓለፈ ርኢናዮ ነርና ከምኡ እኳ እንተኾነ ክሰኣል ከሎ በቲ ናይቲ ሕብረተሰብ መልክዕ ጌርካ እዩ ብዙሕ ግዜ ዝሰኣል ምክንያቱ ከምቲ ዝበልክኹም መልክዖም ናይቶም ዝሰኣሉ ይኮነን ዘገድስ ነቲ ሕብረተሰብ ንዕኡ ንምርዳእ ተባሂሉ እንድሕር ድኣ ይሰኣልሃሉ መላእኽቲ ኣብ ዓድና ክሰኣሉ ከለዉ ሕጂ ነዊሕ ጸጉሪ ዘለዎም ገለ ይሰኣልና ናይ ዓድና ስእሊ ትዝክርዎ ተኾይንኩም ብዙሕ ግዜ ጸሊም ጸጉሪ ዘለዎም ከምዚ ናትና ሓጺር ካብዚ ፍርቂ መዓንጥኦም ንላዕሊ ብዙሕ ግዜ ክንፊ በዚ ብዙሕ ዘለዎም ገለመለ ቅዱሳን ክሰኣሉ ከለዉ ውን ከምኡ ጸለምቲ ወይ ጸዓዱ ዘይኮኑ ንዓና ነቲ ሕብረተሰብ ዝመስል ናይቲ ናይ ኤርትራውያን ደለቲ ማእከላዊ ሕብሪ ከምኡ ዘለዎም ንዓና ኣዝማድካ ገለዮም ዝመስልካ ክትሪኦም ከለኻ ማለት እዩ ንዓኻ ብዝርዳእካ እምበር ሕጂ ንኣብነት ፃዕዱ ርኢናሉ ዘይንፈልጥ ግዜ ብዛዕባ ፃዕዳ ነገር ገለገለገለ ክትርኢ ከለካ እንታይ እዩ ኢካ ትብል ፃዕዳ ኣብዚ ሕጂ ግዜ እኳ ድሓን ኩሉ ብቴሌቭዥንን ብገለን ኩሉ ስለ ዝበፅሖ ሰብ ማለት እዩ መራ ኣብቲ ናይ ቀደም ኮንኩም ተሓሲብኩሞ ከምኡ ዓይነት ስእሊ ክመፅእ ከሎ እንታይ እዮም እዚኦም ዋላ ነቶም ሰባት ነቶም ፃድቃን ብከምኡ ክስእሎም ከለካ እውን ምናልባት እዚኦም ከ መላእኽቲ ድዮም እዚኦም ከ ገለ ድዮም ዝብሉ ኣተሓሳስባ መኸተለ ይኸውን ስለዚ ሕፅር ዝበለ ቅዱሳት ኣሳእል ናይ መላእኽቲ ናይ ቅዱሳን ናይ ፃድቃን ናይ እግዚኣብሄር ኩሎም ክሰኣሉ ከለዉ ትኽክለኛ መልክዖም እዞም ዝሰኣሉ ደለዉ ከምዚ እዩ ነይሩ ማለት ኣይኮነ ሓደ ክርዳእና ዘለዎ ትምህርቲ ሃይማኖት እንመሃረሎም ኢልና ኣብ ዝሓለፈ ርኢና ነርና ሎሚ ኣብ ስነ ምግባር መወዳእታ ብዛዕባ ቅዱሳት ስእላት ክንምሃር ቅዱሳት ስእላት ስነ ምግባር ንምምሃር ይጠቕሙ ስለምንታይ እንታይ ይጠቕሞም ዝብል ንኣብነት ሕጂ ናይ ኣቦና ይስሃቅ ኣብርሃም ንመስዋእቲ እንዳቕረቦ ከሎ ይሳል እዚ ስእሊ እዚ ንውላድ ብዛዕባ ተኣዛዝነት ንወለዶም ከመይ ክሳዕ ክንደይ ክእዘዙ ከም ዘለዎም ንወለዶም ናይ ተኣዛዝነት በረኸት ድማ እንታይ እንታይ ምዃኑ ትምህረሉ ንውልድና ጥራይ ዘይኮነ ዋላ ንዓና ንእግዚኣብሔር ምእዛዝ ዝህበካ በረኸት ትመሃረሉ እዩ በዚ ስእሊ እዚ ብዛዕባ ኣዳምን ሄዋንን ኣብ ዝሓለፈ ከም ዝተምሃርናዮ ካብ ገነት ቅድሚ ምውፅኦም ፃዕዳ ክዳውንቲ ተጓናፂፎም ለቢሶም እዮም ዝሰኣሉ ክሰኣሉ ከለዉ እዚ ከዓ ሰብ ኣብ ፅድቂ ከሎ ተኣዛዝነት ከሎ መገዲ እግዚኣብሄር ክኽተል ከሎ ክብሪ ኣለዎ ኩሉ ግዜ ክብረት ኣለካ ክቡር ኢኻ ዘለካ ፀጋኻ ዘለካ ክብርኻ ንዕኡ እዩ ዝገልፅ ማዕረ ክንደይ ክብሪ ከም እትረክብ ስለዚ ኩሉ ግዜ ነዚ ክብሪ እዚ መታን ክትረክብ ንእግዚኣብሔር ክትእዘዝ ከም ዘለካ ትዝክር ማለት እዩ ድሓር ሓጢኣት ምስ ገበሩ ተኣዛዝነት ምስ ጠፍአ ግን ዕራቆቶም ጌርና ንስእሎም ክሰኣሉ ከለዉ ካብ ገነት ወፂኦም ዕራቆቶም ኮይኖም ብቆፅሊ በለስ ገይሮም እናተሸፈኑ ተመን ብታሕቲ ኮይኑ ማዕረ ክንደይ ውርደት ከም ዘምፅኣልካ ደ ተኣዛዝነትካ ኣብ ሕልናኻ ይስቆረካ ሽዑ እዞም ኣብዚ ብክብሪ ክንሪኦም ዝፀናሕና እንታይ እዩ ድሕበኦም ደሎ ኣብዚ እንታይ እዩ ደሸቁሮም ደሎ ኣብዚ ዘይተኣዛዝነት ማዕረ ክንደይ ሕሱም ምዃኑ ድማ ትርዳእ በዚ ስእሊ ስለዚ ስነ ምግባር ካብ ከተመሓየሽ ከተማዓል ከም ዘለካ እንደገና እውን ኣለባብሳ ናይ ክብሪ ልብሲ ሙሉእ ልብሲ ምዃኑ ናይ ሕስራን ልብሰ ድማ ዕራቐትካ ዝቐልዕ፣ ዕራቐትካ ዘውጽእ ዓይነት ኣካዳድና ምዃኑን ብዛዕባ ናይ ምኽዳን ስነ ምግባር እውን ንመሃረሉ፣ ክርስትያናዊ ስነ ምግባር። ሓደ ክርስትያን ደስ ዝበሎ ዝኾነ ዓይነት ክዳን ኣይክደንን እዩ። ኣብዚ ዓለም እዚ ከም ደስ ዝበሎ ኮይኑ ኣይኮነን ዝነብር። እንታይ ደኣ ንሃይማኖቱ ንመንፈሳውነቱ ዘይዘርግ ካብ ኣላባብስኡ ድዩ ካብ ኩሉ ካብ ኣዘራርብኡ ድዩ ስለ ዝጅምር ክዳን እውን ናይ ክብረት ምልክት ምዃኑ ንመሃረሉ እዩ። ኣብ ክብሪ ከለዉ ዝተኸደንዎ ክዳንን ሓጢኣት ምስ ዝገበሩ ዝነበሮም ክዳንን እናነፃፀርና ድማ በዚ ህይወትና ንዕርየሉ እዩ ካልእ ንኣብነት ኣብ ሕብረተሰባት ንዘለዉ ሕማቕ ልምድታት ንምጥፋእ ናይ ጓይላ ንኣብነት ሕጂ ሕብረተሰብና ካብቲ ዝተለመደ ብመፅሓፍ ቅዱስ ግና ቅቡል ዘይኮነ ከም ባህሊ ኮይኑ ሰሪፁ ዝኸይድ ዘሎ ነገር እዩ ነዚ ንምጥፋእ ጌጋ ምዃኑ ንምርዳእ ሕጂ ናይ መን ስእሊ ይሰኣል ንኣብነት ናይ ቅዱስ ዮውሃንስ መጥምቕ ስእሊ ናይ ቅዱስ ዮውሃንስ ኣቦና ክሳዱ ተቖሪጹ ኣብ ጻሕሊ እናተገበረ እንከሎ ስእሊ ይሰኣል ነዚ ኩሉ ሰብ ነዚ ክርኢ ከሎ እንታይ ኮይኑ እዚ ክሳድ ይቑረጽ ኣሎ ናይ መን እዩ ኢሉ ምስ ሓሰበ እዚ ሓደ ቅዱስ ናይ እግዚኣብሔር ኣገልጋሊ ንጎይታና ንኢየሱስ ክርስቶስ ከጠምቕ ዝበቐዐ ቅዱስ ኣቦ ግን ከኣ ብሰንኪ ጓይላ ኣብቲ ጓይላ እቲ ብሳዕስዒት ዘሐጎሰቶ ሰብ ሽመት ሽልማት ካልእ ክብሪ ንምሃብ ብዝኣተወ ቃል እቲ ንጉስ ክሳድ ናይ ዮሃንስ ቁረጽለይ ከም ዝበላ በዚ ምክንያት ክሳዱ ከም ዝተቆረጸ ተማሂሩ እቲ ሰብ ናይ ጓይላ ሳዕቤን ተረዲኡን ካብኡ ክእለ ከም ዘሎ እዚ ካብ ወንጌል ማቴዎስ ምዕራፍ ዓሰርተ ኣርባዕተ ዘሎ ታሪኽ ተወሲዱ ዝሰኣል እዩ። ጎይታና ሕብስቲ በርኪቱ እናበርከተ እንከሎ ዝሰኣል ስእሊ ኣሎ። እዚ ከዓ ኩሉ ግዜ መግቢ ክንምገብ ከለና ቅድሚ መግቢ ምምጋብና ብምስጋና ክንጅምር ከም ዘለና ብድሕሪ መግቢ እውን ብምስጋና ብጸሎት ከፊትና ብጸሎት ክንዓጹ ከም ዘለና ዝምህረና እዩ። ንሃዋርያት ድንን ኢሉ እግሮም እናሓፀበ እንከሎ ከዓ ይሰኣል ለምንታይ ትሕትና ክርስቶስ ናብዚ ምድሪ ዝመፅኡ ማዕረ ክንደይ ትሕትና ከም ዘምሃረና እቲ ትሕት ዝበለ ልዕል ይብል ዝብል ትምህርቲ ብተግባር ክሳዕ ናይ ባሮቱ የእጋር ከም ዝሓፀበ እንመሃረሉ እዩ ማለት እዩ ካልእ ታሪክ ናይ ቤተ ክርስትያን ይኹን ታሪክ ናይ መፅሓፍ ቅዱስ ብስእሊ ክትመሃር ትኽእል ኢኻ ኣብታ ናይ ዓድና ቤተ ክርስቲያን ምልስ ኢልኩም ተሪኢኹም በብቦትኡ ብሰሜን ናይ ምንታይ ይቕመጥ፣ ብደቡብ ናይ ምንታይ ይቕመጥ፣ ብምዕራብ እንታይ ዓይነት ስእሊ ይኸውን፣ ብምብራቕ እንታይ ስእሊ ይኸውን፣ ስቕ ኢልካ ኣይኮነን ስእሊ ጥቅዕ ጥቅዕ ኣቢሎም ዝሰቕሉ። ኩሉ ነናቱ ምስጢር ዘለዎ ትምህርቲ ኣሎ። እቲ ስእሊ ማለት እዩ። ብምብራቕ ዝቕመጥ ፍሉይ ስእሊ፣ ብምዕራብ ዝቕመጥ ፍሉይ ስእሊ፣ ብሰሜንን ብደቡብን ፍሉይ ስእሊ። ኩሉ ነናቱ ጥቕሚ እዩ ትምህርቲ ስለ ዘመሓላለፍ ሽዑ እስኻ ብሪጋ ጀሚርካ ክትርኢ ከለኻ መፅሓፍ ቅዱስ ወዲእኻ ኢኻ ትወፅእ እኳ ደኣ መፅሓፍ ቅዱስ ከማን ዘይተፀሓፈ ናይ ሃዋርያት ታሪክ መፅሓፍ ቅዱስ ሃዋርያት ፍፃሚኦም እንታይ ምዃኑ ናይ ክሎም ኣይነገርን እዩ ኣብዚ ስእሊ ዘተኸድካ ግን ጴጥሮስ ቁልቁል ኣፉ እናተሰቐለ ትሪኦ ጳውሎስ እናተሰየፈ እንከሎ ትሪኦ ዮሃንስ እናዓረገ እንከሎ ትሪኦ ካልእ ካልእ ብዙሕ ወላዲት ኣምላክ ቅድስት ድንግል ማርያም እናተሰደደት ከላ ጥሪያ ምስ ወዳ ብዙሕ ስእልታት ኣሎ ስለዚ ታሪክ ንኣብነት ናይ ጎይታና ብዛዕባ ናይ ኢየሱስ ክርስቶስ ክትመሃር ተደሊኻ ካብ ልደቱ ክሳብ ዳግማይ ምጽኣቱ ዝገልጽ ስእሊ ቤተ ክርስቲያን ኣሎ

ታሪኽ ክትፈልጥ ተደሊኻ ስእሊ እናረኣኻ ትፈልጥ ኣለካ ናይ ሃዋርያት እንተሪእና እውን ከምኡ ማለት እዩ ጎይታ ከመይ ገይሩ ከም ዝፀውዖም ከመይ ኢሎም ከም ዝተምሃሩ ኣበይ ዓዲ ከም ዝሰበኹ ብኸመይ ሰማእትነት ከም ዝሓለፉ ወይ ህይወቶም ብኸመይ ከም ዝወድእዎ ናይ ኩሎም ናይ ፃድቃን እውን ህይወቶም ተጋድለኦም እቲ መፅሓፍ ዘሎ ብስእሊ ኣብ ቤተ ክርስቲያን ኣሎ ማለት እዩ ስለዚ እዚ ታሪክ ከዓ ንመሃረሉ ኢና ካልእ ንስርዓተ ኣምልኾ ንጥቀመሉ ንኣብነት ዑደት ክወፅእ ከሎ ኩሉ ግዜ ቤተ ክርስቲያን ክብረ በዓል ክኸውን ከሎ እንታይ ኢና ንገብር ንዑደት ክወፅእ ከሎ ቅዱሳት ኣሳእል የውፅእ ማለት እዩ ስእሊ ኣድህኖ ሒዝካ ካልኦት ቅዱሳት ኣሳእል ሒዝካ ንከምዚ ዓይነት ስርዓተ ኣምልኾ እውን ንጥቀመሉ ኢና ስእሊ ናይቲ ሰብ እናረኣኻ ሓደ ካልእ እንታይ ይጠቕመና ናይቲ ሰብ ናይቲ ትሪኦ ዘለኻ ቅዱስ ናይቲ ትሪኦ ዘለኻ ጻድቕ ከማኻ ሰብ እዩ ካብ ከማኻ ኣደ ተወሊዱ ኣብዛ ንስኻ ትነብረላ ዘለኻ ዓለም ነይሩ ግን ብጽድቂ ወዲእዎ ከመይ ገይሩ እንታይ እንታይ ካብ ምንታይ ርሒቑ ናብ ምንታይ ከቐሪቡ ካብቶም ምስ ዝረሓቖም ክትርሕቕ ናፍቶም ምስ ዝቐረቦም ከዓ ክትቀርብ ኣብ ከምዚ ዓይነት ከ ታይ ዓይነት ተጋድሎ የጋጥምዎ ነይሮም ታይ ዓይነት ፈተናታት ይሰግር ነይሩ ይመፅዎ ነይሮም ብኸመይ ይሰግሮም ነይሩ ብኸመይ ፈቲሕዎም እዩ ፃድቕ ኮይኑ ተዓዊትሎም ኢልካ ድማ ሽግሩ ምስ ኣፅናዕካ ኣብቲ ስእሉ ኣሎ ኩሉ ነገር እንታይ እንታይ ከም ዝገበረ ዝነግር ንዕኡ እናረኣኻ ንዕኡ ንምምሳል ከዓ ንክትፅዕር ይሕግዘካ ስእሊ ክትርኢ ከለኻ ካልእ ከምቲ ኣብ መጽሓፈ ምሳሌ ምዕራፍ ዓሰርተ ፍቕዲ ሸውዓተ መዘከርታ ጻድቕ ንበረኸት እዩ ዝበሎ ንዓኣቶም ብምዝካር በረኸት እንረኽበሉ እዩ ልክዕ እንታይ ንገብር ኣብ ገዛና መግለፂ ፍቕርኻ ማለት እዩ ስእሊ ክትሕዝ ከለኻ ናይ ቅዱሳን ስእሊ መግለፂ ፍቕርኻ እዩ ንዓኣቶም ዘለካ ፍቕሪ ንቅዱሳን ዘለካ ፍቕሪ ድማ ንቅድስና ዘለካ ፍቕሪ መግለፂ እዩ ንቕድስናን ነቲ ንቕድስና ባሪኹ ዝሃበ እግዚኣብሄርን ዘለካ ፍቕሪ እዩ እግዚኣብሄር ቅዱሳኑ ክኸብርሉ ዝደሊ ኩሉ ግዜ ንምንታይ እዩ ካልኦት ሰባት ነቲ ናይ ክብሪ ቦታ ቅዱሳን እንተኸቢሮም ናይ ክብሪ ቦታ ድማ ኩሉ ሰብ ክደልዮ ስለ ዝደሊ ስለዚ ናይ ቅዱሳን ክብሪ ይግለጽ እስኻ ድማ ንዕኦም ርኢኻ ፍቕርኻ ትገልጽ ስእልኻ ክትገብረሎም ከለኻ ዋላ ብሎጂካ ብሂወትና ተመፂና ስእሊ ናይ ኣዴና ንገብር ስእሊ ናይ ኣቦኻ ትገብር፣ ናይ ትፈትዎ ሓውኻ፣ ናይ ትፈትዋ ሓፍትኻ፣ ናይ ትፈትዎ ዓርክኻ ከይተረፈ ፖርቶፍልዮና ምልእ ኣቢልናዮ ንኸይድ። ኣብ ገዛ እውን ኣብ ፍሬም ብክንክን ነቐምጦ። ብፍላይ ብህይወት ምሳና ዘየለዉ ፈተውትና እንድሕር ደኣ ኮይኖም ካብ መጠን ንላዕሊ ስእሎም እውን ተኸናኺንና ክንሕዝ ንቃለስ። ሓደ ሓደ ግዜ ህይወቶም ክዝከረና እንከሎ ወይ ንኣብነት ዝገብሩልካ ዝነበሩ ነገራት ንሳቶም ሕጂ ክጎድለካ ከሎ ከተስተንትን ከለኻ በይንኻ ነቲ ስእሊ ሒዝካ እናተዛረብካ ትበኪ ሕጂ እቲ ስእሊ ምሊኽካዮ ወይ ገለገለ ማለት ኣይኮነን ግን ምስኦም ዘለካ መግለፂ ፍቕሪ ከመይ ከም ዝነበረ ንዕኦም ዘለካ ፍቕሪ እትገልጸሉ ነገራት እዩ እንታይ ዓይነት ፍቕሪ ከም ዘለካ ምስኦም ዕሚቕካ ተዛረቡ ንዕኦም እንዳረኣኻ ምስኦም ተዛረብ ሓደ ሓደ ግዜ ኣብ መቓብራት ከይዶም ንዘበኺ ኣለዉ ኣብ መቓብራት ከይዶም ነቲ ስእልኡ ደሎ እናረኣዩ ይዛረቡ ምስ ኣዲኦም ምስ ሓፍቶም ምስ ሓዎም ገለ ኣውፅኦሞ ይመፁ እቲ ሕጂ ዘለካ ፍቕሪ መግለጺ ንዖም ማዕረ ክንደይ ፍቕሪ ከም ዘለካ እዩ እምበር ምስ ኣምልኾ ዝተሓሓዝ ኣሎ ኣይኮነን ምናልባት ከምቲ ገሊኦም ምስልን ስእልን ኣይትግበር እንዲዩ ዝብል ገለ ዝብል ሓደ ጥቕስ ውስድ ኣቢሎም ከምቲ መጀመርታ ዝረኣናዮ ነዚ ናይ ጣዖታት ምስልን ስእልን ኣይትግበር ዝተባሃለ ንጣዖታት ይትግበርዎ ተባሂሉ ዝሓለፈ ርእና ኢና ንቅዱሳት ስእላት እናሃቡ ንሰብ ከም ጠራጠር ዝገብሮ ኩሎም ግን ከም ዝበልኩ ከም ስእሊ ኣለዎም ኣብ ገዛም ምስልን ስእልን ኣይትግበር ትብል ቃል ብቃላ ክንወስዳ ኢና ተኢሎም ዋላ ናይ ኣዲኦም ስእሊ ክህልዎም የብሉ ምክንያቱ መፅሓፍ ቅዱስ ምስልን ስእልን ኣይትግበር ተኢላ ተወዲያ ናይ ሓዎም ስእሊ ክህልዎም የብሉን ስእሊ ዝበሃል ክሕዙ የብሎምን ማለት ኣብ ቅድሚ ናይ ኣዴኻ ስእሊ ከምዚ ኢልካ ትበኪ እንተኮይንካ ተስተንትን እንተኮይንካ ኣብ ቅድሚ ናይ ቅዱሳን ስእሊ ኮይንካ ከምዘይ ትገብር እንታይ እዩ ትሽግር ኳዳ ቅዱሳት መጽሓፍ ቅዱስ ከም እንነግረና ህያዋን እዮም ኢለዎም ኣሎ ህያዋን ስለ ዝኾነ ድማ ሕና እንገብሮ ዘለና ናይ ምፍላጥ ጸጋውን እግዚኣብሔር ኣምላኽ ሂብዎም ስለዚ ስእሎም እናረኣና ፍቕርና ንምግላጽ ይጠቕመና ንምንታይ ስእሊ ንገብር ኣባ ጽጌ ድንግል ኣብ መጽሓፉ ከመይ ትፌሳሕ ህፃን ሶበ ይርኢ እሞ እትፈሳሕ ኣንሰ ስእለቺ በርኢ ወበተሳልሞ ኦ ድንግል ይብላ ከምቲ ሓደ ህጻን ነዲኡ ምስ ረኣያ ዝሕጎስ ህጻን ኣዲኡ ተርኢ ዋላ ኣብ ገለ ውዒላ ክትመጽእ ከላ ከመይ እዩ ድሕጎስ ሰራስር ገዛ ይርብሽ በቃ ናብዚ ናብዚ ንብል ብታሕጓስ ዘሊሉ ይሕቆፍ ኣዲኡ ተርእዋ ብጣዕሚ እዩ ዝሕጎስ ከምቲ ህፃን ኣዲኡ ምስ ረኣያ ዝሕጎስ ኣነ ድማ ንስእልኺ ብምርኣይን ንዕኡ ብምስላምን ደስ ይብለኒ ስእልኺ ብምርኣይን ንዕኡ ብምስላምን ደስ ይብለኒ። ልክዕ ከምቲ ቆልዓ ነዲኡ ምስ ረኸበ ዝሕጎሶ እየ ዝሕጎስ ኢሉ መግለፂ ፍቕርና ከም እንጥቀመሉ የረድኣና። ኣብ መወዳእታ እቲ ናይ ዓንተ ወይ ዘለዓልኩ ኣርእስቲ ክዛዝማ ብዙሕ ሰብ ስለ ዝዘራረበላ ከምዚ ዋይ ጸለምቲ ሰይጣን ጸሊም ኮይኑ ይሰኣል መላእኽቲ ቅዱሳን ካልኦት ጻዕዳ ኮይኖም ይሰኣሉ ገለ ዝብል ማለት እዩ ቀዳማይ ነገር ሓደ ክንፈልጦ ዘለና ከምቲ ዝበልኩኹም ስእሊ ጠባያት ናይቲ ዝሰኣል ዘሎ ህይወት ናይቲ ዝሰኣል ዘሎ መንነት ናይቲ ዝሰኣል ዘሎ ውሽጣዊ መንነቱ ደኣ እምበር ግዳማዊ መንነቱ ኣይኮነን። ሓፃር ነጥቢ ውሽጣዊ መንነቱ እምበር ዳማዊ መንነቱ ኣይገልፅን እዩ ስእሊ ሕጂ ሰይጣን ጸሊም እንተኾይኑ ውሽጣዊ መንነቱ ድዩ ግዳማዊ መንነቱ? ውሽጣዊ መንነት እዩ። ሰይጣን ንባዕሉ እኮ ክንስእሎ ኣይኮነንስ ይረአ ድዩ? ኣይረአን እዩ ሓቀይ መላእኽቲ ክንስእሎ ይረኣዩ ድዮም? ብርግጽ እቲ ደረጃ እናበቑዑ ምስ ከዱ ሰባት እግዚኣብሔር ኣምላኽ ዝገልጸሎም ዝርእዎም ሰባት ኣለዉ ከምቲ ኣቦና ኤልሳ ዝረኣዮ ማለት እዩ ቀዳማይ መጽሓፍ ካልኣይ መጽሓፍ ነገስት ምዕራፍ ሽዱሽተ ዘሎ መላእክቲ ክሳዕ ምርኣይ ዝበጽሑ ኣለዉ። ግን ንሕና ንመላእክቲ ርኢና ኣይኮናን ንሰሎም። እንታይ ደኣ ኣብ መጽሓፍ ቅዱስ ዘሎ ታሪኽ ኣውጽእካ ንዓና ብዝርድኣና መልክዕ ጌርካ ንመምሃሪ ምሳሌ ንኣብነት ናይ ቅዱስ ሚካኤል ኣብነት ኣምጺና ሓንቲ ሓቂ ራእይ ዮሃንስ ምዕራፍ 12 እንታይ ዝብል ኣሎ ካብ ፍቕዲ ሸውዓተ ሚካኤልን መላእኽቱን ምስ ትገበል ተዋግኡ ትገበልን መላእኽቱን ከዓ ተዋግእዎ ግን ኣይከኣሉን፣ ተሳዒሮም ናብ ታሕቲ ወረዱ ይብል። ሚካኤልን መላእኽቱን ንገበል ስዒሮሞ፣ ገበል ተባሂሉ ዘሎ ብታሕቲ እንታይ ኢልዎ ኣሎ? ገበል ዝተባህለ እቲ ናይ ጥንቲ ተመን ዲያብሎስን ሰይጣንን ዝተባህለ እዩ። ንኹላ ዓለም ዘስሕት ዘሎ እዩ። ስለዚ ቅዱስ ሚካኤል ንሰይጣን ከም ዝደርበዮ ኣብ ራእይ ዮሃንስ ምዕራፍ 12 ፍቕዲ 7 ኣላ ነዚኣ ታሪኽ እዚኣ ብስእሊ ገይሮም ከዓ ኮፍ ኣቢሎማ ግን ቅዱስ ሚካኤል እናተዋግእ ርኢናዮ ከምዚ ገይሩ እዩ ዝብል ትምህርቲ የለን ግን ነቲ ደሎ ሓሳባት ወሲድካ እንታይ ክትገብር ስእሊ ትስእል ዋላ ኣብ ናይ ኣርት ዓለም ተርእናዮም እውን ከምኡ ብዛዕባ ዘይረኣይዎ ነገር ብታሪክ ጥራይ ዝተነገርዎ ዘዕለልካዮም ኮፍ ኣቢሎም ስእሎም ስለዚ ብኡ መጠን ከዓ ስኻት መፅሓፍ ቅዱስ ዘሎ ትመሃሮ ናይቶም ካልኦት እውን ከምኡ ማለት እዩ ዋላ ንጎይታ ክዓርግ ከሎ ክዓርግ ከሎ ርኢነ ዝረኣየ እቶም ኣብኡ ዝነበሩ ሰባት ርእየሞ ኣለዉ ንሕና ግን ርኢነ ይኮና ንስእሎ ማለት እዩ ሃዋርያት ንዓረገ ከሎ ርእየሞ እዮም ነቲ ደሎ ግብረ ሃዋርያት ምዕራፍ ሓደ ጎይታ ዓርግ ከሎ ሃዋርያት ካብ ታሕቲ ኮይኖም ይርእይዎ ነይሮም ዝብል ዘሎ ንዕኡ ስዳ ሚልካ ብስእሊ ኮፍ ተብሎ እንታይ እዩ እዚ ጎይታ እናዓረገ ኣበየሎ ግብረ ሃዋርያት ዘሎ መምሃሪ ትገብሮ ስለዚ ሰይጣን ስእሊ ውሽጣዊ መንነት ናይ ሓደ ተሰኣላይ ናይቲ ዝሰኣል ዘሎ እዩ ዝገልፅ ተይልና ሰይጣን ውስጡ ፀሊም እዩ ማለት እዩ ውሽጡ ፀሊም እዩ ሰይጣን እንታይ እዩ ውሽጡ ክንብል ከለና ናይ ሰይጣን ውሽጡ ንበሃል ሕጂ ግብሩ መንነቱ ሰብ ከም መልክዕናን ብምስልናን ንፍጠር ኢሉ እግዚኣብሔር ሓቀ እዚ መልክዕና እዚ ድዩ ሕጂ ንእግዚኣብሄር ዝመስል ኣነ ድየ ንስኻ ንስኺ መን እዩ ንእግዚኣብሄር ዝመስል እታ ንእግዚኣብሄር ትመስል ኢሉ ቅዱስ ቄርሎስ ክተርጉሞ ከሎ እንታይ ኢልዎ ንእግዚኣብሄር ይመስል ተባሂላ ዘላ እታ ውሽጥና ደላ ነፍስና ንእግዚኣብሄር ኣምላኽ ትመስል ኢሉ ስለዚ ንእግዚኣብሄር እንመስል ንሕና ብምንታይና በቲ ውሽጣዊ ናይ ቅድስና ህይወት እግዚኣብሔር ኣምላኽ ዝሃበና እታ ነፍሲ እግዚኣብሔር ዝሃበና ሲ ንዕኡ እትመስል ብመልክዑ ዝተፈጠረት እያ ንሱ እግዚኣብሔር ንኹሉ ይገዝእ ንሳ እውን ንኹሉ ፍጥረት ገዛኢ ገይሩ ንወዲ ሰብ ኣቐሚጥዎ እዩ ብብዙሕ መገዲ ንዕኡ ስለ እንመሳሰል ይምበር እዚ ናይ ደጋዊ መልክዕና እግዚኣብሔር ከምዚ ቁመት ከምቲ ሓደ ሓፂር ከምቲ ሓደ ረጒድ ከምናትና ኣለዎ ማለት ኣይኮነ ውሽጣዊ ሃይማኖትካ ጠባይካ መንነትካ ግን ይግለጽ ብስእሊ ይግለጽ ሰይጣን ከኣ ግብሩ ኩፉ እዩ ናይ ጸልማት ግብሪ ኣለዎ ናይ ጽልመት ኣብ መጽሓፍ ቅዱስ ሓጢኣት ብጸልማት ይጽውዕ ብጸሊም ወይ ከዓ ማለት እዩ ጸሊም ጽልመት ገለ ዝብል ምስ ሓጢኣት ዝተተሓዘ ነገር ኣሎ ምናልባት ኣብ መሃልየ መሃሊ ዘሰሎሙን ኣብ መጽሓፍ ቅዱስ ከፊትና ተርኢናዮ ነዚ ክትገልጸልና ትኽእል ጽብቕቲ ሓሳብ ኣላ መሃልየ መሃሊ ዘሰሎሙን ምዕራፍ ሓደ ፍቕዲ ሓሙሽተ ኣተናዋልድ ኢየሩሳሌም ኣነ ጸላሚ ትብል እስኪ ኩላትና ከምኡ ንበል ኣነ ጸላም እየ ግናኸ ጽብቕቲ እየ እዚኣ ነፍሲ እዚኣ ኣነ ጸላም እየ ግና ከዓ ጽብቕቲ እየ ሕጂ ጽልሚ ብምንታይ እዩ ጸሊምን ፃዕዳን ኣብዚ ዓለም እንድሕር ዳርእናዮ ኩላትና ካብ ሓደ ኣዳም ኢና ተፈጢርና ሓቂ እግዚኣብሔር ኣምላኽ ብመልክዑ ዝፈጠሮ ንሓደ ኣዳም እዩ ፈጢሩ ኣዳም ምስ ተፈጠረ ካብ ጎኑ ሄዋን ተፈጢራ። ከምኡ እናበለ ካብኣቶም ከ ዓለም በዝሑ። ሕብርና ግን ኣብ ዓለም ዘለና ቁመትና፣ ሕብርና፣ ርጉድና በበይኑ እዩ ሓቀይ። ስለምንታይ ገሊኦም ጸዓዱ ኮይኖም ስለምንታይ ጸለምቲ ኮይኖም ንዝብል ኣቀማምጣ ናይቲ መሬት እዩ። ገሊኦም ኣብ ከባቢ ብርቱዕ ጸሓይ ደለዎ ክትነብር ከለኻ ንጽልመት ዝተቓረብካ ኢኻ። ጸሓይ ብዙሕ ኣብ ዘይርከቦ ቦታ እንድሕር ደኣ ኣለኻ ድማ ናብ ጻዕዳ ግጽካ ኢኻ ትጸረ ማለት እዩ። ስለዚ ኩነታት ኣየር ናይቲ ትቕመጦ ኣብ ዓለም ብምሉኡ ዘሎ ሰብ ኩነታት ኣየር ናይቲ ዝቕመጦ ዘሎ ቦታ እዩ ጸሊም ወይ ጻዕዳ ክገብሮ ዝኽእል እምበር ምስ ቅድስና ዋላ ሓደ ዘተሓሕዝ የብሉን። እቲ ሓደ ዝተረገመ እዩ፣ እቲ ሓደ ዝተባረኸ እዩ፣ እቲ ሓደ ጻድቕ እዩ፣ እቲ ሓደ ኸኣ ሓጢኣተኛ እዩ ዝበሃል ነገር የለን። ኣነ ጸላም እየ፣ ግን ከኣ ጽብቕቲ እየ ኢላ። ጽባቐኣ እንታይ እዩ? ውሽጣዊ ናይ እግዚኣብሔር እዛ ከምኡ ኢላ ትዛረብ ደላ እቲ ሓደ ወገን ናይ ሓድሽ ኪዳን ቤተ ክርስቲያን እያ። ናይ ሓድሽ ኪዳን ቤተ ክርስቲያን ኣብ ዘመን ሙሴ ጸላም ነይረ ትብል ኣላ ነፍሲ እግዚኣብሔር ዝፈጠራ ነፍሲ ኣብ ዘመን ሙሴ ጸላም ነይረ ኣብ ዘመነ ክርስቶስ ግን ጽብቕቲ ኮይነ ኢላ ኣብ ዘመነ ኦሪት ጸላም ነይረ ኣብ ሓድሽ ኪዳን ግና ጽብቕቲ እየ ብመርገምን ብሓጢኣትን ጸላም ነይረ ሕጂ ውሽጣዊ መንነት መፅ ብመርገምን ብሓጢኣትን ጸላም እየ ነይረ ሕጂ ግን ብጥምቀት ጻዕዳ ኮይነ እየ። ቅዱስ ኣውጎስጢኖስ ዝተባህለ ናይ ቤተ ክርስቲያንና ሊቅ ብፈሓም ይምስሎ። ፈሓም ክንሪኦ ከለና ፈሓም ጸሊም እዩ ሓቀይ ኣብ ሓዊ ምስ ኣእተወ ግን እንታይ ይኸውን ቀይሕ ይኸውን ጓህሪ ምስ ኮነ ቀይሕ ይኸውን ኢሉ ስለዚ እቲ ፈሓም ቅድሚ ኣብ ሓዊ ምእታዉ ቀይሕ ሕብሪ ከይሓዘ እንከሎ እንሪኦ ጸሊም እዚ ወዲ ሰብ ኣብ ግዜ ኦሪት ዝነበሮ ህይወት ኢሉ ወይ ቅድሚ ምጥማቑ ዘሎ ናይ ሓጢኣት ግዜ ኢሉ ውሽጣዊ መንነቱ እዩ ጸሊሙ ደሎ እዩ። ደሓር ክጥመቕ ከሎ ናይ መንፈስ ቅዱስ እሳትነት ከቃጽሎ ከሎ ነቲ ብሓጢኣት ዝጸለመ ፈሓም ጻዕዳ ይኹን ጽቡቕ ይኸውን ስለዚ ናይ ግዳማዊ መልክዕናን ሕብርናን ብዘየገድስ ውሽጣዊ መንነትና ጥራይ ሰብ ኣብ ዓለም ሙሉእ ይሃሉ ኩሉ ብኣርኣያ ስላሴ ዝተፈጠረ ክቡር ሰብ እዩ ኩሉ ሰብ ማዓረይ ፀሊም ፃዕዳ ኣይሁዳዊ ፅርኣዊ ወዲ ጓል ዝባሃል ዘይብሉ ኣብ ዓለም ሙሉእ ዘሎ ሰብ ብክብሪ ማዓረይ ብተፈጥሮ ብክብሪ ማዓረይ ሓደ ዓሌት ካብቲ ሓደ ዓሌት ሓደ ኣህጉር ካብቲ ሓደ ኣህጉር ሓደ ሕብሪ ካብቲ ሓደ ሕብሪ ሓደ ፆታ ካብቲ ሓደ ፆታ ኣይበለፅን ብተፈጥሮ ማዕርነት ኢና ኩሉ ፍጥረት ወዲ ሰብ ዘበለ ማዕረ ክብሪ ዘለዎ እዩ ኣብ ምንታይ እቲ ፍልልይ ኣብ ሓጢኣትን ኣብ ፅድቅን እንድሕር ደኣ ነዚ ክብረት ናይ ተፈጥሮቱ ረሲዑ ካብ ሃይማኖት እንተዘንቢሉ ካብ እምነት እንተዘንቢሉ ምግባሩ ዝተበላሸወ እንተኮይኑ ሽዑ እዩ ኣዝዩ ዋላ ፃዕዳ ይኹን ቆርበቱ ፀሊም እዩ ሽዑ ሽዑ እዩ ጸሊም ዝሰኣል ሽዑ እዩ ጸሊም ዝኾን እቲ ጸሊም ከዓ ዋላ ቆርበቱ ብደገ ጸሊም ይኹን ግና ቅድስና እንተልዮ ሃይማኖትን ምግባርን እንተልዎ እሱ ጻዕዳ እዩ ኩሉ ግዜ ግዳማዊ ኣይኮነን ስለዚ እዛ ነፍሲ ኣተን ኣዋልድ ኢየሩሳሌም ኣነ ጸላሜ ግና ጽብቕቲ እየ ትብለና ኣላ ግና ከ ጽብቕቲ እወ ከም ድንኳናት ቄዳር ጸላም፣ ከም መጋረጃታት ሰሎሞን ጽብቕቲ እየ። ጸሓይ የሕሪራትኒ ትብል ኣላ። ሕጂ ኣብቲ ናይ ስጋዊ ነገር ክንመጽእ ከለና እንታይ ኢልናዮ? ጽልሚ ዝመጽእ ብጸሓይ ላ ኣብ ጸጉርና ናይ ትሽትሽና ጸጉርን ናይ ርእስና ጸጉርን ተርኢ ናይ ሕብሪ በበይኑ እዩ። ንምንታይ እቲ ፀሓይ ዝረኽቦ እንታይ ዝኸውን ፀሊም እዩ ዝኸውን ማለት እዩ ስለዚ እዚ ምስቲ መልክዓ ምድሪ ናይቲ ንቕመጠሉ ቦታ ዝተሓሓዝ ደኣ እምበር ምስ ቅድስና ወይ ምስ ውሽጣዊ ናይ ፅድቂ ኩነታት ዝተሓሓዝ ኣይኮነን ፀሊምን ፃዕዳን እዚ ንፆር እንድሕር ደኣ ኮይኑ ናብ ናይ ቅዱስ ጳውሎስ መልእኽቲ ክሓልፍ እየ ኣብ ሮሜ ምዕራፍ 13 እንታይ ይብል ቅዱስ ጳውሎስ ለይቲ ሓሊፉ መዓልቲ ቀሪበያ እሞ ግብሪ ጸልማት ካባና ደርቢና ኣጽዋር ብርሃን ንልበስ ሕጂ ግብሪ ጸልማት ኢሉ ጸሊም ኣምጽዎ ደሎ ኣብዚ ግብሪ ብርሃንን ግብሪ ጸልማትን ኢሉ ግብሪ ብርሃን ማለት ታይ ማለት እዩ ፅቡቕ ግብሪ ሓቀይ ፅድቂ ግብሪ ጸልማት ማለት ቃል ብቃሉ ሕጂ ግብሪ ብርሃን ማለት ናይ ክርስቶስ እዩ ግብሪ ጸልማት ተባሃለ ከዓ ናይ ዲያብሎስ እዩ ስለዚ ጸሊም ኮይኑ ዝሰኣል ድያብሎስ ብምንታይ እዩ? ብግብሪ እዩ። እምበር ንጸለምቲ ንዓና ወኪሉ ገይሩ ከምቲ ሰብ ከምኡ ገይሩ ዝርድኦ ከምኡ ከይመስለና ብግብሩ ጸሊም እዩ። ወንጌል ዮሃንስ ምዕራፍ ሓደ ፍቕዲ ሓሙሽተ እውን እንታይ ይብል? ብርሃን እውን ኣብ ጸልማት የብርህ ጸልማት ግና ኣይሓዞን። ክርስቶስ ምስ መጸ ዲያብሎስ የለ። ስለዚ ብርሃን ይመጽእ የብርህ ዲያብሎስ ከኣ ብክርስቶስ ይጠፍእ ኣብ ነፍሲ ወከፍ ህይወትና እውን ከምኡ እዩ ግብሪ ጸልማት እንገብር ተሊና ግብሪ ዲያብሎስ እንገብር ኣለና ሽዕኡ ናብ ንስሓ ምስ መጻኻ ናብ ርድኢት ምስ መጻኻ ናብ ቤተ ክርስትያን ምስ መጻኻ ጸልማት ካባኻ ሃዲሙ ይኸይ ኣብ ወንጌል ዮሃንስ ምዕራፍ 3 ፍቕዲ 19 ድማ እቲ ፍርዲ እዚ እዩ ብርሃን ናብ ዓለም መጸ ኢሉ መን ናብ ዓለም መጽ መን ይኸውን እዚ ብርሃን እዚ ናብ ዓለም ዝመፀ መን እዩ ክርስቶስ ስለዚ መፅሓፍ ቅዱስ ንክርስቶስ እንታይ ይብሎ ንዲያብሎስ ከዓ እንታይ ይብሎ ፀልማት ብርሃን ናብ ዓለም መፀ ሰብ ግና ግብሮም ክፉእ እሞ ካብ ብርሃንሲ ፀልማት ፈተወ እዩ መፅኡ ክሰብኽ ከሎ ንዕኡ ሰቂሎሞ ኢሉ ግብሮም ክፉእ ስለ ዝኾነ ካብ ብርሃን ፀልማት ስለዚ ፀልማት ናይ ክፉእ ግብሪ ምልክት እዩ ዲያብሎስ ከኣ ብግብሩ ክፉእ ግብሪ ምህላዉ ንምግላጽ ኣብ ቤተ ክርስቲያንና ከምኡ ብጸልማት ጸልማት ናይ ክፍኣት ግብሪ ምልክት እዩ ኣብ መወዳእታ እውን ፍርዲ ናይ ገሃንመ እሳት ናብቲ ጸልማት ቦታ ደርብይዎም ይብል ፍጻሜ ናይ ኣጋንንቲ እሱ ምዃኑ ክነገር ከሎ ማለት እዩ ስለዚ ስእሊ ናይ ቅዱሳንን ናይ ኣጋንንትን ብከምዚ ዓይነት መገዲ ክሰኣል ክንሪኦ ከለና ብዓሌታዊ ኣተሓሳሰባ ክንሪኦ የብልናን ንምንታይ እቲ ከምኡ ዓይነት ፈተና ዲያብሎስ ዘምፅኦ ከመይ ጌርካ ኣምልኾትካ ትሓድግ እዩ እቲ ዕላማ ናቱ ብኸመይ መገዲ የሕድጎም ብጥቕሲ ገይሩ ፈቲኑ ምስላጢ ኣብዮ ድሓር ከምዚ ዓይነት ናይ ዓሌትነት ሓሳባታት ኣምፅኡ ድማ ይፈታትነካ ማለት እዩ ብኸምኡ ዓይነት መገዲ ተሰለጠኻ እዩ እዩ ስለዚ ክንነቅሕ ኣለና ኩሉ ግዜ ብዛዕባ ቅዱሳት ኣሳእል ክንፈልጦ ዝግብኣና ብመጠኑ እዚ ይመስል ኣብ መወዳእታ ሓንቲ ክላበዋ ዝደሊ ሰኣልቲ ብዛዕባ ስእሊ ሕጂ ብጣዕሚ ኣዝዩ ስለ ዘሰክፈካ እዚኦም ሰኣልቲ ናይ ምሰኣል ጸጋ ዘለዎም ኣብ ውሽጢ ቤተ ክርስትያን ዘለዉ ሰባት ኣለዉ ኣብ ውሽጢ ቤተ ክርስትያን እናመፁ ትጸጋ እቲ ከዓ ኣለዎም ከም ናተይ ሓሳብ ኩሎም እዚኦም እንተተጠርኒፎም ጽቡቕ ብፍላይ ሕጂ ኣብዚ ኤውሮጳ ምዕራባዊ ዓለም ተሊና ንኣብነት ንኤውሮጳ ንጥርኑፍ ኣብ እስራኤል ተልዮም ኣብኡ ክጥርነፉ ይኽእሉ እዮም ኣብ ኣሜሪካ ካናዳ ተልዮም ክጥርነፉ ይኽእሉ እዮም ዋላ እውን ኣብ ሓንቲ ቤተ ክርስቲያን እንተለዉ ኣብኣ ኮይኖም ክረዳድኡ ይኽእሉ እዮም ዋላ እውን በብውልቆም ንምጥርናፍ ዋላ ዓቕሚ እንተሓፂርዎም ዋላ በብውልቆም ብዛዕባ ቅዱሳት ስእላት መፅናዕቲ እንተዝገብሩ መጻሕፍቲ ኣንቢቦም ተማራሚሮም ናብ ቤተ ክርስቲያን ቀሪቦም ብዝግባእ ተማሂሮም ብዛዕባ ቅዱሳት ስእላት ኣብ ሃይማኖቶም ወንሶም ዝግቡእ ዝኾነ ትምህርቲ ሃይማኖት ወሲዶም ልክዕ እቲ ናይ ቀደም ትውፊት ኣብ ዓድና ዘሎ ሳል እታ እንተተኻኢለ እውን ናላ ካብኡ ደሎ ስኢሎም ሰድሎም ድዮም ብኻልእ መገዲ ድዮም ረኺቦም ንዕኡ ከም ዝዕቀብ እንተንገብር ስቕ ኢልካ ፈቐድኡ ረኺበ ኢልካ ስእሊ ምግዛእ ተቋሪፁ ሃይማኖትናን ትውፊትናን ስርዓትናን ዘየባላሹ እቲ ናይ ቀደም ቅኑዕ ዝኾነ ኣሳእል እዚ ከም ዝበለ ናይ ኣክተራት ስእሊ ትገብሩ ኣለኹም ገለገለ ይብሉና ኣሎ ምክንያቱ ካበይኖም ፀ ይንፈልጥ ኒና ስእልካ ፈቐድኡ ይግዛእ ስለ ዘሎ ማለት እዩ ዋላ ጎረቤትና ሎሚ ስእሊ ስኢሉ ከይሸጠልና ኢኻ ትፈርሕ ስለዚ ብዝግባእ ንሳቶም ነዚ ተረዲኦም ነዚ ብኮ እዚ ነዚ ሃጓፍ እዚ ተረዲኦም ትቕኑዕ ዝኾነ ስእሊ እንተዘቐምጥዎ ፅቡቕ እዩ ንሕና ድማ እቶም እንገዝእ ክንገዝእ ከለና ዝኾነ ስእሊ ረኺብና ኢልና ካብ ምግዛእ ብዝግባእ ተጠንቂቕና ኣለሊና እቲ ብናይ ቤተ ክርስቲያንና ትውፊትን ስርዓትን ዝተሳእለ ኣሳእል ክንገዝእ ድማ ለበዋ የመሓላልፍ ማለት እዩ። ብዛዕባ ቅዱሳት ስእላት ክንመሃሮ ዝግብኣና መሰረታዊ ቁሩብ እተን ዘዳለኽወን እዚኤን እየን ነይረን። ኣብ ዝመጽእ ብዛዕባ ካልእ ኣርእስቲ ክንቅጽል ኢና። እግዚኣብሄር ናይ ሽዑ ሰባት ይበለና። ወስብሓት ለእግዚኣብሄር።